መርሓባ ይሕዋተይ መሊሰ ተመሊሰኩም ኣለኹ መርሓባ ኦኬ ኣይውል ክነግረኩም እየ ሕጂ እቲኣ እንታይ ዝበሃል ግዲሽ ኣዞ ሓንቲ ክብለኩም ይደሊ ሓሳብ እያ ብትግርኛ ንገሩኒ እሞኒ

ናቶም ከኣ ብዙሕ ጽቡቅ ኣሎ ኣብ ሕብረተሰብና ከማን ይህልው እዩ ናይ ኣቦታትና ከምዚ ጥቅሲ ግን መሊሰ ብትግርንያ ክነግረኩም እየ ደሓር ተረዲኡኩም ከኣ ኣሎ እቲኦም እንግሊዝ ትክእሉ ብጀርምን ከኣ እቲኦም ጀርመን ትክእሉ ኣክተ ኣፍ ዳይነ ግዳንክን ዲን ዚቨያድን ቮርት

ናብ ቃል ስለ ዝኸውን ናብ ቃል ክኸውን እዩ ቃልካ ናይ ጽባሕ ክኸውን እዩ ቃልካ ተጠንቅቐሉ ናብ ግብርኻ ክኸውን እዩ ግብርኻ ተጠንቅቐሉ ናብ ልምድ ናብ ክስታይ ልምድኻ ክኸውን እዩ ልምድኻ ክኸውን እዩ ልምድኻ ተጠንቀቐሉ ናብ ጠባይካ ክኸውን እዩ። ጠባይካ ተጠንቀቐሉ ናብ መስጣኻ ክኸውን እዩ። እዚ ኸኣ ሓቂ እዩ። ምስዚ ኩሉ ኩነታት ዝኸይድ እዩ። ቅድሚ ሕጂ ቀደም መጀመርያ ግዜ ዩቱብ ክጅምር ከለኹ ኣብ ሓንቲ ቪድዮ ቃልና ንጠንቀቕ እዚ ሶሽል ሜድያ ብጌጋ መገዲ ይኸይድ ኣሎ ቅድሚ ዳርጋ ክልተ ዓመት ሓንቲ ቪድዮ ሰሪሐ ነይረ ግን ሰብ ኣይረኣያን ኣይበጽሐን ናብቲ ሕብረተሰብ ግን ኣብኣ ከማን ሰሚዕኹማ ትኾኑ ኢኹም ድማ ቅድሚ ያኽ ክልተ ሰሙን ድየ ገለ ከኣኒ ኣብ ሓንቲ ቪድዮ ብርከ ኣገዳሲት ጥቕሲ ስለምንታይ ይብላ ምስቲ ኩነታትና ይኸድ እዩ ቃል ከቢድ እዩ ቃል ክሰብር ይኽእል እዩ፣ ክሰራሕ ይኽእል እዩ፣ ከውድቕ ይኽእል እዩ፣ ክሰብኽ ይኽእል እዩ፣ ብጣዕሚ ሓደገኛ እዩ፣ ብሕልፊ ብሶሽል ሜድያ ንሰብ ከምዚ ትሰብኮ ብረይን ዋሽ ትገብሮ እንድሕር ኮንካ ሓደገኛ እዩ፣ ካብ ኩሉ ንመንእሰይ ናቱ ኣተሓሳስባ ገና ዘይማዕበለ ክሳብ መወዳእታ ዘይበሰለ እንድሕር ኮይኑ ዝበልካዮ እንድሕር ዝሰምዕ ኮይኑ ሓደገኛ እዩ። ስለዚ እቲ ቃል ንዘርኦ ዘለና ጽባሕ ንግሆ ክንዓጽዶ ኢና ብሓጺሩ ስለዚ ቃልና ንጠንቀቀሉ ንጽቡቅ ከኣ ጥራይ ንበገስ ክብል ይደሊ ፕርከ ዓሰርተ ግዜ እንድሕር ትፍክር ኮንካ ከኣ ከምዚ ክገብር እየ ከምዚ ክገብር እየ ናይ ብሓቂ ናብ ክቀትለካ እየ ክቀትለካ እየ ከምዚ ምሻሎም ኩፉእ ነገር ሓደ መዓልቲ ናይ ብሓቂ ሰብ ክትቀትል ኢኻ you know ዓሰርተ ግዜ ንነብስኻ ትእምና ኣለኻ ንጽቡቅ ክትሰብክ ን ባዓልና ከማን እኳ ሓንጎልና ብጣዕሚ simple እዩ ኣሰራርሕኡ ንጽቡቅ ከማን እኳ ንነብስኻ ክትሰብ ክትሰብኮ ትኽእል ኢኻ ሕጂ ንኣመት ጸዓዱ ክብለኩም እዚ ኣብ መወዳእታ ጥራይ ክብለኩም ኣብ ስፖርት እዚ ናይ ስፖርት ምውውድዳር ዓለም ካብኡ ዝመጸ እዩ ግን ኣብ ዝኾነ ካልእ ከማን እዚኦም ምዕቡላት እዚኦም ንፉዓት ክስታያት ኣፊርሜሽን ዝበሃል ኣሎ ኣፊርሜሽን ማለት ከ እንታይ እዩ ቀጻሊ ሓደ ቃል ናብ ነብስኻ እንድሕር ትዛረቦ ኮይንካ ትኣምኖ ኢኻ እቲ ነብስኻ ከኣ ናብ ከምኡ እዩ ዝሳተፍ። ሕጂ ንኣብነት ውድድር እንድሕር ኣለካ ናይ ብችግለታ ድዩ ናይ ምሕንባስ ድዩ ናይ ትምህርቲ ድዩ ናይ ዝኾነ ውድድር ንነብስኻ እንድሕር ቀዲምካ ከመይ ጌርካ ተመዕብሎ እቲ ሓይሊ ካብ ነብስኻ ክለዓል መታን እዚኦም ስፖርተኛታት ብደንቢ እዮም ዝመሃርዎ እዚ እንታይ እንታይ በብዓይነቱ ቴክኒክ ኣሎ። ኣነ እዚኣ ክኽእላ እየ በቃ ሕጂ ንኣብነት ብዙሓት ካባኹም ናይ ማኪና ክስታይ ትገብሩ ኣለኹም ድራይቪንግ ላይሰንስ በቃ እቲ ድራይቪንግ ላይሰንስ ሓደ መዓልቲ ኣብ ኢደይ ክሕዞ እየ ክውድኦ እየ ክዕወት እየ ክንደይ ሚልዮን ሰባት ማኪና እንዳዘወረስ ኣነ ከመይ ገይሩ ክኣብየኒ እዚ ቀሊል እዩ ክንደይ ሰብ በዚ ሰጊሩ ኣሎ ኢልካ ክዕወት እየ ዝጀመርክዎ ክውድኦ እየ ዝጀመርክዎ ዕዉት እየ ኩሉ ግዜ ምስ ተዓወትኩ እየ ኩሉ ግዜ ያህ ክስታይ ዝለዓለ ደረጃ ዝለዓለ ነጥቢ እየ ዘምጽእ ካብ ቀደመይ ንፉዕ እየ ምሻለካ ከምዚ ንነብስኻ ስኒ ኣሎ ኣብ ገሊኡ ሰብ ሕጂ እዚኣ ትሰርሕ ኣብ ገሊኡ ሰብ ካልእ ቃል እየ ዝሰርሕ በቃ ኣነ ኣምላኽ ብኹሉ ዕድለኛ እየ ዝተንከፍክዎ ናብ ወርቂ እየ ዝቕይሮ ኣብ ኩሉ ዕውቲ እየ ኢልካ ንነብስኻ እንድሕር እሚንካያ ናይ ብሓቂ ከኣ ትዕወት ኢኻ እዚ ንባዕሉ ንነብስኻ ብዙሕ ዓቢ ኤነርጂ ትህቦ ኣለኻ ኣውቶማቲክሊ ከኣ ክተጽንዕ ኮለኻ ድዩ ክትብገስ ኮለኻ ዝያዳ ሓይሊ ኣለካ ፕርከ እንድሕር ክላእ ኡይ እዚኦም ከኣ እዚ ቋንቋ ናቶም ከኣ ዋይ ከቢድ እዩ ከመይ ጌረ ክሓልፎ እየ ክላእ ገለ እንድሕር ትብል ኮንካ ኦይ ዕድለይ ከኣ ካብ ቀደሙ ኦይ ክንደይ ኣሽሓት ከጥፍእ እየ ሕጂ እንታይ ትገብሮ ኣለኻ ኦውቶማቲክሊ ኔጋቲቭ ኔጋቲቭ እቲ ቃልካ ናትካ ምስኡ ስለዚ መዓት ቴክኒክ ኣሎ ኣይትኣምኑንን ኢኹም እዚ ከምዚ ንዓኹም ክነዕልል ኮለና ወይ ክነግረኩም ኮለኹ ዋእ እዚኣ እንታይ እያ ተዕልለና ዘላ እዚ መዓት ቴክኒክ ኣሎ ንዓና ከምዚ ብላብላ መስምዓና እቲኦም ዝሃብተሙ እቲኦም ዝዓው ዝተዓወቱ ኣብ ሂወት ብዝኾነ ስራሕ ድዩ ብዝኾነ ሃብቲ ብዝኾነ ሃብቲ ክህልወካ ከማን እኳ ክተመሓዳድሮ ክትክእል ኣለካ ሱቕ ኢልካ ሃብቲምካ ማለት እኳ ጽባሕ ንግሆ ኣብ ጽቡቕ ኣይተውድቆን ኢኻ ኣብ ብዙሕ ሕጂ ከምኡ ይረኣ እዩ ኣብ ጸለምቲ እዚ ንኣብነት ትርእይዎ ኣለኹም ካብ ሎሚ ንጽባሕ ይህብትሙ ክንደይ ጸለምቲ ደረፍቲ ኣለዉ ኣብ ድኽነት ዝዓበዩ ካብ ሎሚ ንጽባሕ ይህብትሙ ካብ ሎሚ ንጽባሕ እንድሕር ሃብቲሞም ግን ዘይሓሰብዎ ሃብቲ ኣካይዳ ናይቲ ሃብቲ ኣይፈልጥዎን እዮም ኣካይዳ ናይቲ ሃብቲ እንድሕር ዘይትፈልጦ ኮንካ ከኣ ክትሕዞ ኣይትኽእን ኢኻ ከማን ናብ ዕዳ ዝኣትዉ ኣለዉ ናብ ዘይ ዓቅሞም ዕዳ ከኣ መሊሶም ይኣትዉ ብርከ ወላ ሓደ ኣፍልጦ የብሎምን ምስኡ ኣይጎበዙን ተረዲእኩምኒ ምስኡ ኣይጎበዙን ቴክኒክ ከኣ ኣይ የብሎምን እቲኦም ጸዓዱ ግን ድኻ እንድሕር ኮይኖም ጸዓዱ ከማን መብዛሕቱ ግዜ ናይ ቁጠባ ኣብ ገዛ እዮም ዝመሃርዎ ኣብ ጸለምቲ ግን ይገርመኩም መብዛሕቱ ግዜ ኣዲኦም ኣይትፈልጥ ኣቦኦም ኣይፈልጥ እሳቶም ካብ ማለት ፔይ ቸክ ናብ ፔይ ቸክ ይነብሩ ካብ ዶሞዝ ናብ ዶሞዝ እቲኦም ጸዓዱ ግን ብዙሕ ነገር ኣሎ ብ ካብ ስድራቤቶም ናብ ስድራቤቶም ስለ ዝመሃሩ ዘተሓላልፍዎ እቲ ኣፍልጦ ኣብ ትምህርቲ ከማን ኣይኮንካን ትመሃሮ ኣብ ትምህርቲ ትመሃሮን ኢኻ ሕጂ ንኣብነት ኣነ ሕጂ ክሳብ ዓሰርተ ሰለስተ ክፍሊ ኖርማል ትምህርቲ ተማሂረ ምሽ ኣብ ትምህርትና ግን ከምኡ ኣይተምሃርናን እቲ ሳይንቲፊክ ኢካ ትምሃር እሞ ከምዚ መሻለኩም ኣብቲ ማተማቲክስ ኢንግሊስ ፈረንሳ እቲ ሳብጀክት መዓት ሳብጀክት እዩ ዘለካ ቁጠባ ግን ከም ሳብጀክት የለን እቲኦም ጸዓዱ ግን ካብ ብንእሽትኦም ካብ ስድራቤቶም እንድሕር ኣስተብሂልኩም ከማን ንኣሽቱ ቆሎዉዕ ኣብ ጸዓዱ ሓ ኣይን ኦይሮ እንድሕር ሓንቲ ቅርሺ ወይ ገለ እንድሕር ኣለቂሕካዮ በቃ እቲኣ ቅርሺ መኣስ ክትመጽለ ዕለት ክንደይ ክትመጽለ ብዕለት እዮም ክጻባጸቡ ዝደልዩ ተረዲኸኒ በቲኣ ዕለት እንድሕር ዘይከፈልካሎም ዋእ እሞ ሞቕሽሽ ክትህበኒ ኣለካ እቲኣ ዕለት ዘየኽበርካያ ካብ ብንእሽቶም ከምኡ ይብሉኻ ኣባና ሕጂ ኣይትዝክሮን ከማን ዋእ መኣስ ኢኻ ትህበኒ ኦኪ ዝመጽእ ዘሎ ግዜ እቲ ግዜ ኣይትፍ ግዜ ኣይትውድ ንቡር ግዜ ትገብርን ኢኻ እቲኣ ክንደይ ከም ዝኾነት ትዝክራ ኢኻ መኣስ እዩ ዝመልሰልካ ግን ብዙሕ ኣይትኳናተርን መኣስ ኣይት ውዑል ኣይትገብርን ኢኻ ብቃል ይኹን ብገለ ይኹን ምሽ ኣለኩም ኣይጸንሓናን ብወረቐት ሰጉዞ ኣይትገብርን ኢኻ ኣባና ኣብ ጸዓዱ ግን

ናይ ንዕኡ የርእ የድልየና ይብሉኻ ብንእሽትኦም ይሰምዑ ዓሰርተ ግዜ ንሕና ከምኡ ኣብ ገዛና ሰሚዕና ኣይንፈልጥን ኢና ስለምንታይ ከምኡ ዝባሃል ኣይነበረን ምሻልኩም ከምዚ ኣይንፈልጦን ኢና ድሓር ምስ ተማሃርካ እዚኦም መሓዙተይ ወይ ኣዕሩኽተይ ግን ኣብ ከምኡ ሕጂ እንታይ ኣስተብሂለ ብዙሕ ፍልልይ ኣለና በርከ ኣብቲ ገዛኻ ስኒ ኣይትነብሮን ኢኻ ኣቦኻን ኣዴኻን ድሕር ዘይነብርዎ ኮይኖም ከኣ ካበይ ደኣ ክትፈልጦ ሕጂ እንታይ የርእየካ እቲ ካላእ ሰብ ካልእ ሰብ ምሳኻ ዝመሃር ክሳብ ክንደይ ቀዲምካ ኣሎ ኣብ ከምዚ ኢኻ ትፈልጦ ኣብ ንእሽተይ እዩ እቲ ንእሽተይ ነጥብታት እዩ ግን ወስ ወሳኒ ነጥብታት ኣብ ሂወትካ እዩ ወሳኒ ነጥብታት እዩ እንድሕር ሓደ እዚ ናይ ቃል እንዲ ነይሩ ግን ከምዚ ግበር ከምዚ ጌርካ ኢኻ ትቀራረብ ንመርመራኻ ቅድሚ ምድቃስካ ከምትዕወት ዘክሪኻ ብዙሕ ቴክኒክ ኣሎ እዚ ቪዝዋሊዘሽን ኣፊርሜሽን ማኒፈስቴሽን ምፅሓፍ ከማን ሕጂ ንኣብነት እንታይ እዩ ዝበሃል ዝኾነ ነገር መደብ እንድሕር ኣለካ ፅሒፍ እንድሕር ፅሒፍካዮ ዝያዳ ክትዕወተሉ ብስታቲስቲክስ ዝተረኣየ እዚ ክትዕወት ስኒ ዝያዳ ክስታይ ክእለት ኣለዎ። ክእለትካ ኣለዎ ክብለካ ከለኹ መደብ እንድሕር ኣውጺኻ ብጽሑፍን ብቃልካን ወይ ብሓሳብ ጥራይ ሕጂ ሳክት እንድሕር ከምዚ ሓሲብካ ክላእ እስከ ከምዝን ከምዝን ክገብር ይኸውን እየ ክንሪኦ ኢና ግን ገለ እንድሕር ትብል ኮንካ ኣብ ውዑል ኣይተውዕሎን ኢኻ እንድሕር ጽሒፍካዮ ግን ኦልሬዲ በቲኣ ምጽሓፍ ንሓንጎልካ ዝያዳ እሚንካዮ ኣለኻ ምስ ነብስኻ ከኣ ኩንትራት ዓይነት እቲ ኣቲኻ ኣለኻ እንድሕር መደብ ዘይትገብር ኮንካ ግን ሕጂ ኣለዉ ጸዓዱ ኣነ ዝፈልጦም ኤቭሪ ኣዋ ናይቲኣ መዓልቲ እዮም ከምዚ ካልኩሌት ዝገብሩ ኣነ ከማን ኣይገብርን እየ ከምኡ ባይ ዘ ወይ ሓበሻ ምዃነይ ኣይተርፈንን እዩ ዓሰርተ ግዜ ኣብዚ ንዕበይ ማለት ኣይኣዕበየናን ከኣ እሱ እዩ እቲ ጸገም ኣብዚ ዓቢና ማለት እኳ ከኣ ኣነ ብዚ ዓብየ ግን ኩሉ ናይ ጸዓዱ ኣይዕበየንን ብዙሕ ካባኹም ንላዕሊ ኣለኒ ብዙሕ ግን ከኣ ካብ ሓበሻ ኣለኒ በርከ ኣብ ገዛኻ ክትሪኦ ኣለካ ተረዲኩምኒ ብዙሕ ነገርትኒ ብንእሽትኻ እንድሕር ዘይረኣኻዮ ደሓር ከማን ብቀሊሉ ክስታይ ክትገብሮ ክትፍትን ትኽእል ኢኻ ትፍትን ኢኻ እዚ ከኣ ኔ እኳኒ እዚ እዩ ከኣ ከኣ ወሳነ ኣብ ሂወት እንድሕር እቲ እቲ ጠቃሚ ትብሎ ኣብቲ ናትካ ሂወት ክስታይ ክትምዕብሎ ወይ ኢንቲግሬት ክትገብሮ እንድሕር እዚኣ ጽብቕቲ ኣለዋ ሕጂ ገሊኡ ሰባት ኣለዋ ብጣዕሚ ዘድንቐን ከማን መሓዙተይ ገለ ገለ እዚኣ ነዚኣ ኣነ ዝበልክወን ስኒ ዝያዳ ካባይ ንላዕሊ ይጥቀማሉ ቀልጢፈን ኣብ ተግባር ይቕይርኦ ኣነ ዝበልክወን ኣነ ዘማኸርክወን ኣነ ግን ንባዕለይ ዘይገብሮ ተረዲኹምኒ ሕጂ ኣብ ከምኡ ከማን ካብ ሰብ ናብ ሰብ ፍልልይ ኣሎ። ዋእ እዚኣስ ጠቓሚት እያ በቃ ኣነ ድሕሪ ሕጂ ካብዚኣ ነቓ የብልንየ ከምዚኣ እየ ዝገብራ ሽዓ ሽዓ ከኣ ኣብ ግብሪ ተግባር ዝገብርዎ ሰባት ኣለዉ ንሕና ከኣ ብዝከኣል መጠን ኣነ ፐርፌክት ማለት ኣይኮንኩን እንዶ ግን እቲ ጠቓሚ ንብሎ ክንጥቀመሉ ንፈትን መዓልታዊ ብንእሽተይ ነገር ንጀምር ክብለኩም ይደሊ የሕዋተይ ኣብ መጻኢ ሓሳብ ኣለኒ ን ከምዚ ቸለንጅ ክንገብር ንክእል ኢና ቸለንጅ ከኣ ንነብስካ ቸለንጅ ክትገብራ ፈትን እስከ ሎሚ ሰሙን እዚኣ ቲክቶክ ክትቅንሶ እንድሕር ደሊካ ቲክቶክ ካብ ሰዓት ክንድዚ ጥራይ እየ ዝከፍታ ቲክቶክ ኣብዚኤን መዓልቲ እዚኤን መዓልቲ ጥራይ እየ ዝርኢ ቲክቶክ ካብዚኣ ሰዓት ክሳብ እዚኣ ሰዓት ጥራይ እየ ዝከፍታ ምሽ ኣለኩም እቲ ክትቅይሮ ትደሊ ገለ መደብ ምሳኻ ምስ ነብስኻ ስኒ ውዑል ትኣቱ ማለት እዩ ናይ ቲክቶክ ጥራይ ዘይኮነስ ክንደይ ሻብ ስፖርት ይሰርሕ ስፖርት ሕጂ ካብቲ ዝዓበየ ኢንስትሮመንት ዕውት ክገብረካ ኣብ ሂወት ዝኽእል እዩ ንሓንጎልካ ከኣ ቅሳነት ትረኽበሉ ምንቅስቓስ ንባዕሉ ናይ ግድን ስፖርት ከቢድ ስፖርት ዘይኮነስ ፍርቂ ሰዓት ይኹን ሰዓት ይኹን ብውሕዱ ሰዓት እዩ ዝበሃል ሰዓት ብእግርኻ ክትከይድ ሰዓት ክትጎይ ዘይኮነስ ክሳብ ትንፋስካ ዝትቆርፅ ክትንቃሳቐስ ሰዓት ብእግርኻ ክትከይድ ክትፍትን ኣለካ እንታይ እዩ ስራሕኻ ብዘየገድስ ናይ ጉልበት ዲኻ ትስርሕ ኦፊስ ዲኻ ትስርሕ ጃስት እቲ ሓንጎልካ ኣብ ከተማ ዋጭ ዋጭ ዘለዎ ዘይኮነ ከኣ እንድሕር ተኻኢሉ ኣብዚ ፓርክ ቲዩ ኣብ ምሻለኩም ንነብስኻ ስኒ ጽቡቕ ስታይል ዝህበካ ጽቡቕ ስምዒት ዝህበካ ከምዚ ኣብ ከተማ ስቕ ኢልካ ቲፒኮ እንድሕር ኣምሲኻ እዚ ምዝዋር ኣይኮነን ንሓንጎልካ ዝሕግዞ ኣይኮነን ተረዲኹምኒ ሶ ብዙሕ ነገር እቲ ናይ ላይፍ ስታይል ምቕያር ከኣ ቀስ ኢልካ ኢኻ ትቕይሮ ሎሚ ካብ ሎሚ ንጽባሕ ኣይኮንካን ላይፍ ስታይል ትቕይሮ ኣብ ከምኡ ከኣስኒ መደብ ምስ ነብስካ ክትገብር ፈትን እንታይ ክብለኩም ይደሊ ኣብ መወዳእታ ሕጂ ይመስዩ እንድዩ ሓቂ ሓይሽ ይኣክለና ነዊሕ ከኣ ቅድሚኡ ኣትየ ነይረ እዚ ኣብቲ ፕሮፋይል ናተይ ኣሎ እሞኒ ኣብኡ ከኣ ሳብስክራይብ ግበሩ እሞኒ ምናልባት ንመጻኢ መደባት ኣለና ወይ ሓሳባት ኣለኒ ንበሎ መደባት እኳ ክንርእየና ደሓን ከም ኣነ ዝሓስቦ ኣሎ ክሳብ ክንደይ ኢና ግን ንክእሎ እቲ ትግርኛ መጽሓፍ ከኣ ጸገም ኣለና ሕቁር ብሓቂ ሓይሽ ያ ሶ ግን ከምዚ ኒውስ ሌተር ዓይነት ክሰደልኩም ክፍትን እየ ዝተፈላለየ ጉዳያት ኣብኡ ሳብስክራይብ ግበሩ እንድሕር ደሊኹም ማለት እዩ እዚ ኮንቴንት ናተይ ደስ እንድሕር ይብለኩም ኮይኑ ንመጻኢኹም እሓሲበ ኣለኹ ወይ እንታይ እንታይ ዓይነት ከኣ ኣየናይ ኣርእስትታት ዝያዳ ትፈትዉ ብርግኣ ኣነ ብዙሕ ኣርእስቲ እንድየ ዝሸፊነ ክሳብ ሕጂ እቲ ጠቓሚ ዝብሎ ነቲ ሕብረተሰብ ኣብቲ ኮመንት ሕደጉለይ ኩሉ ግዜ እየ ከምኡ ዝብለኩም ብውሽጢ ጥራይ ኢኹም ትጽሕፉ ወይ ያው ኦኬ ሕቶታት ሓቲትኩምኒ ኣለኹም ሓንቲ ግን ዘይደለኽዋ እንታይ ኣባ ከኣ እዚ ናይ ጀርመን ኣርእስቲ ጥራይ በርከቲ ናይ ጀርመን እኹል ሰሪሐ እሱ ከኣ ኣይረኣይን እዩ እዚኣ ከኣ ኩሉ ግዜ ክብለኩም እየ ሶሪ ንዓይ ግን ድኻም ጥራይ እዩ ብርክ ክንደይ ሰዓታት እዩ ኣጥፊኤሉ እሱ ኢታት ኣይተረኣየን ግን ኣዙ ስለምንታይ ንምንታይ ሰዓት የጥፍእ እሞ ንክንድዚ ንክልተ ሰብ ኢለ ዝሪእዎ እሶም ከኣ ንብምሉኡ ቪድዮ ዘይሪእዎ እሱ እሱ እዩ ሕጂ እቲ ኩሉ ግዜ እንታይ እዩ ከኣ ኣሕዋተይ ኩሉ ግዜ እዚኣ ከማን ክብለኩም እየ ሶፊዙ ኣነ ሕጂ ተረጋጊኤ እንድየ መጀመርያ ናይ ግድን ዕውቲ ክኸውን ይደሊ ነይረ ከምዚ ከምኡ ባህረይ ስለ ዝኾነ እንታይ እየ ዘይዕወት ዘለኹ እንታይ እዩ እቲ ፀገም ትግርኛ ናተይ ድዩ እንታይ እዩ ጎዲሉ ገለ ይብል ነይረ ናይ እሱ ይኮነን ግን ሕጂ ደሓን ኩሉ ተቐቢለ እየ ከቢድ እዩ ገለ ክትቅይር ወይ ገለ ክትምድብ ኢትስ ኦኬ ጃስት ኣነ ግን ከም ቀደመይ ኣይቅፅሎን እየ ቢኮስ እቲ ከምኡ ንነብሰ እየ ዝጎድእ ነይረ ክ ፈቲነ ከኣ ኣነ በት ከምዚ ግበሩ ሸር በልዎ ረኣይዎ ገለ ናይ ብለመና ከኣ ኣይከውን እዩ ዝደለ ኩሉ ግዜ ብክልቴካ ክከውን ኣለዎ ዊን ዊን ሲትወሽን ክህልው ኣለዎ ኣብ ፍቅሪ ዓለም ድዩ ዊን ዊን ሲትወሽን ስለ ዘየለ እኳ እዩ እዚ ኩሉ ባእሲ ኣብ ቀጻሊ ዊን ዊን ሲትወሽን ኣብ ዘየለ ወይ ባእሲ ኣሎ ወይ ምፍልላይ ኣሎ ወይ ከይተባኣስካ ከኣ ስቅ ስቅ ኮርነፍነፍ ኢልካ ከኣ ምፍልላይ ኣሎ ያ ወይ ተባኢስካ ምፍልላይ ኣሎ ናተይ ግን ኮርነፍ ኣይብለልኩም ገለ ኣይብለልኩም ጃስ ከም ቀደመይ ኣይጠፍኣኩም እየ ግን እቲ ናተይ ክስታይ መደባት ይቕይሮ እስከ ከምዚ ዶ ክፍትን ከምዚ ዶ ይሓይሽ እንዳበልኩ ከዓ በቲ ንዓይ ዝሓሸ መገዲ ይኸይድ ማለት እዩ ብርኪ ሕጂ ገሌኹም ከምዚ ናይ መርዓ ብዙሕ ሓቲትኩምኒ ናይ ወረቐት ዶ ናይ ገለ ኣብኡ ጽሒፈልኩም ኣለኹ መልሲ እቲ ክምልሶ ዝኸኣልኩ ናይ ዴንማርክ መርዓ ዶ ገለ ኣብኡ ከኣ ነንሕድሕድኩም ተማኸሩ ደሓን ሓወይ ናተይ ሕጂ ሼር ብዙሕ ኣይትግበር ደሓን ዞቪዞ መወዳእታ እንዲና ኣብ መርሓባ ኩሉ ግዜ ኢና ንራኸብ ምሳኻ ከማን ሕጂ ኣብ መውጽኤ ስለ ዝኾንኩ እቲ ዩቲዩብ ሼር እቲ እቲ ቪድዮታት ተሰሪሑ ዘሎ ማለት የሕዋተይ ይቕሬታ ሕጂ እኳ ኦሮማይ ደሓን መዝዩ እንድዩ ድቂ ሰብ ከኣ ደቂሱ ይህሉ ወይ ኣብ ሓደ ገዛ ይዕልል ይህሉ ሕጂ ብዚ ቲክቶክ ናተይ ከኣ መብዛሕቱ ግዜ ናይ ትምህርቲ ገለ ስለ ዝኮነ ሓቂ ሓሽ ናይ ለይቲ ምድሪ ትምህርቲ ክስታይ ኣይኮነን ደስ ኣይብለካን ዩ ለይቲ ምድሪ ግን ጽባሕ ኣይ ዶንት ኖው ግዜ ክንድዚ ስለ ዘይብለይ እንድሕር ሓንሳብ ኣትየ ከኣ ሓደ ክልተ ኣርእስቲ ወዲኤ ክወጽእ እየ ዝደሊ ሕጂ ብሓጺሩ ናይ ጀርመን ጥራይ ጥራይ እንድሕር ኣምጽኤ እቲ ሰብስኒ ማራ ውሑድ ዩ ክሪኦ ዝክእል እሱ እዩ እቲ ፀገም በቃ ተቀቢለዮ ኣለኩ already ንዉሑድ ሰባት እየ ዝሰርሖ ዘለኩ ካብቲኦም ዉሑድ ሰባት ከዓ ቁንጣሮ ሰባት ይሪእዎ እቲኦም ቁንጣሮ ሰባት ዝሪእዎ ከዓ ከክልተ ደቂቅ ይሪእዎ ኣሎራ ስለምንታይ ንሓደ ቪድዮ ክልተ ሰለስተ ሰዓት የጥፍእ it doesn't ማለትስ ባላንስ ኣይኮነን እንካን ሃባን ከዓ ኣይኮነን ክንደይ ቪድዮታት ከኣ ሰሪሐ እየ ንመዋእሉ እዩ እሱ ዘይወድቕ ኮንቴንት እዩ እሱ እንድሕር ሪኢኹሞ ጽቡቕ እንድሕር ዘይረኣኹሞ ጽቡቕ ሼር እንድሕር ኢልኩሞ ጽቡቕ ድሕሪ ሕጂ ናትኩም ከም ድላይኩም ኣብዚ እዋን እዚ ግን እያ ኣርእስትታት ንኣብነት በቃ እቲ ንኹላትና ንብዙሓት ወይ ከምዚ ናይ ኣንቲ ወይ ዘምጻኹዎ ነቲ ሕብረተሰብ ዝሕግዝ በቃ ሶሻሊ ድዩ ሳይኮሎጂክሊ ድዩ እንታይ ዝባል ብናይ ትምህርቲ ድዩ ብዝኮነ ስኒ ንጀርመን ጥራይ ዘይኮነ በቃ እዚኣ እያ ናተይ ዕላማ ሕጂ ብርኪ ሕብረተስብና ኣብ ኩሉ ሃገራት እዩ ዘሎ ኣብ ሙሉእ ሃገራት ዘሎ ዝበለጸ ከዓ ሓንቲ ቪድዮ እንድሕር ኣብ ኩሉ ዓድታት ዘለና ክንጠቅመላ ክኢልና ጽቡቅ እዩ ብርኪ ናይ ጀርመን በቃ ኩሉ ፈቲነ እየ ከምዚ ዶ ከምቲ ዶ ውይ ዝሰምዓኒ ስኢነ ሓቂ ሓይሽ በቃ ኩላትኩም ከኣ ከምዚ ሰሚዕኹም ከምዚኣ ዘይስማዕኹም ክንሕግዘኪ ኢና ኢልካ እዚኣ ከኣ ኣላትና ዝበልናዮ ከኣ ንበገሰሉ ዘይ ንገብሮ ከኣ ክገብሮ እየ ኣይንበል እዚኣ ከኣ ትጽልኣኒ ጠባይ ኣብ ብዙሓት ዝረኣኹዋ እወወ ኣለኹ ምሳኺ ኣብ ጎንኺ ኣለኹ ክገብሮ'የ ማንም ሰብ ሓደ ክልተ ግዜ ጌሮም ኣነ ግን ሓደ ክልተ ቪድዮ ጥራይ'የ ስራሕኩም ዝ ክንደይ ሰዓታት እየ ኣጥፊኤ ተረዲኹምኒ ሕጂስ እቲ ሰብ ያ ሶ ኤኒወይ ብኸምኡ እቲ ሕቶታት ብዙሕ ክስታይ ኣብ ናይ ጀርመን ክስታይ ክኸይድ ከኣ ይኸብደኒ ሶ ኤኒወይ እሱ'ዩ ኔሩ ኣኽታ እቲ ንብሎ ቃላት ንጠንቀቕ ፕሊስ እሱ እንዲ ነይሩ ቀንዲ ሕጂ ሰባት እንድሕር ስሒበ ካልኦት ክስሕብ ኣለኒ ይቕሬታ ብዙሓት ክድኣትዉ እዮም እንዳ ንሓደ እወ ኢልካ ከዓ ንካልእ ኖኖ ክትብል ኣይትኽእልን ኢኻ እዚኣ ከዓ ኩሉ ግዜ መርገፂ እያ ማዕርነት ንኹላትና ቃልና ንጠንቀቕ ቃል እቲ ፀገም ዘሎ ከዓ እቲ ሓደገኛ ኮይኑ ዘሎ ወይ ድሮ ኮይኑ ዘሎ ኣብ ሕብረተሰብና ከዓ እቲ ዝኸፍእ ቃላት ኖርማል ኮይኑ በቃ ኖርማል እዩ ከማን እንድሕር ዘይትጥቀመሉ ኮንካ ኢኻ ኖርማል ዘይኮንካ ኣብዚ እዋን እዚ እንድሕር ትጥቀመሉ ኮንካ እስኻ ኖርማል ኢኻ በቃ ቲክቶክ ወዲ ቲክቶክ ኢኻ በቃ ወዲ ሹቕ ድይኹም ትብልዎ ወዲ ቲክቶክ ከኣ ከም ወዲ ሹቕ እዩ በቃ ከምዚ ምሻለኩም ሙዑቡል ዓይነት ናይ እንድሕር ዘይትጥቀመሉ ኮይንካ ከኣ ቦሪንግ ኢኻ እዚኣ ከኣ እንታይ እያ ገለ ምሻለ ከኣ ከምዚ ምስቲ ዘሎ ክስታይ ኣይትኸይድን ኢኻ ማለት እዩ ብርክ ኢትስ ኦልሬዲ ከምዚ ባህሊ ናይ ቲክቶክ ኮይኑ ዩኖ እቲ ቲክቶክ ኢንቫይሮንመንትኒ ድሮ ክሳብ ክንደይ ኣባላሽና ኣሎ ኖርማል እቲ ቃላት ቀደም ተሓፍረሉ ዝነበርካ ኣይትሓፍረሉን ኢኻ መሊስካ ማይክሮቮይፍ ሚክሮፎን ወሲኽካ ማይክሮፎን ወሲኽካ ተድምዖ ከኣ መሊስካ ከምዚ ትደርፍ ዘለኻስ ጸርፊ ኢልካስ ብሚክሮፎን ኣይ ዶንት ኖ ሰብዓ ድዩ ሚእቲ ቅርሺ ወላ ወደቫ ሂብካስ ነቲ ጸርፊ ኣብኡ ክተእውጅ ኢልካስ ከምኡ ኣይ ዶንት ኖ ሶ ሕጂ እንታይና እቲ ቃል ከኣኒ ንሰብ ክትጸርፎ ከለኻ እንታይ ዓይነት ኤነርጂ ትሰደሉ ኣለኻ ግን the most interesting point ኣብዚኣ ናብ ካልእ ቪድዮ ከማን ኢለኩም ኣለኹ ኣነ ንባዕለይ ኣብዚ ቀረባ ግዜ ኣንቢበዮ ኣነ ሓቂ እየ ማለት ኩሉ ፈላጢ ከኣ ኣይኮንኩን ኖ ግን very interesting ዝረኸብክዎ ኣይግንልሽ ናቱ ንበይኑ ቪድዮ ምስራሕ ከማን ምስ ኣድለየ ግን እቲ ድብድቡ ክነግረኩም ብጣዕሚ interesting ዝኾነ ታይ ኣንቢበ መሲሉኩም ቅድሚ ሽዱሽተ ወርሒ ድዩ ገለ ሽዑ ከማን ኣትሒዘ እየ እቲ ኣብ ቪድዮ ድኽ ገለ ይብል ነይረ እቲ ዝጸርፍ ዘሎ ከኣ ዝገደደ እቲ ዝጸርፍ ዘሎ ከኣ ንዕኡ ከማን ብጣዕሚ ክፉእ ኤነርጂ እዩ ዘምጽኣሉ you know ከማን ክግልበጦ ይኽእል እዩ እቲ ጸርፊ ብትግርኛ ከማን ከምኡ ይበሃል ይመስለኒ ኣብቲ ባህልና ምሻለካ እቲ ኣብ ናይ ጀርመን ሕጂ ንኣብነት ከምኡ ይበሃል እዩ እቲ ዝበልካዮ እዩ ዝምለሰካ ከምዚ ሕጂ ንኣብነት ኤኾ ይገብር ምሽ ሓደ ዘረባ ከምኡ ማለት እዩ እቲ ናትካ ዘረባ ከማን ከምዚ ኤነርጂ ይሰድድ እዩ ስኻ ንሓደ ሰብ እንድሕር ብጣዕሚ ክፉእ ጸሪፍካዮ ብዝተፈላለየ መገዲ ናባኻ ክምለስ ይኽእል እዩ ናባኻ ክግምጠል ይኽእል እዩ and yeah ሓደገኛ ዩ ንጥዕናኻ ከኣ እምበር እቲ ቀንዲ interesting ዝረኸብኩ ከኣ exactly ክመዝኑ ይኽእሉ ዮም እንታይ እንታይ ሓደጋ ኣብ ነብስኻ ናይ ጥዕና ከምጸምጻልካ ዝኽእል ጸራፍ ሰብ ብዙሕ ትጻረፍ እንድሕር ኮንካ ኣብ ነብስኻ ውሱን ሕማማት ከምጻልካ ይኽእል ዩ I don't know very very interesting እቲ ዘንብብኩዎ ጽቡቅ ምኽሪ ናይ ብሓቂ እየ ኣነ ሰንቢደ Exactly ክብሉ ኽኢሎም ኣብኡ እቲ ሕርቃን ጸርፊ Classify እዮም ጌሮምዎ I don't know ክሪኣ ኣለኒ መሊሰ Classify ክገብርዎ ኽኢሎም እንታይ ዓይነት ሕማማት እንታይ ዓይነት ኣበየናይ ቦታ ናይ ነብስኻ ዝያዳ ክትሓብም ከም ትኽእል ኣንብሊቭብል ሰንቢደ ኣነ ስለዚ ሓቆም እዮም ን ንነብስኻ ኢኻ ትጸርፍ ዘለኻ ዝብሉ ኣቦታትና መንነትካ ኢኻ ትገልጽ ዘለኻ ይብሃል ምሽ ሓቆም እዮም ብርከ ኣባኻ እዩ እቲ ሕማም ዝርከብ ንዓኻ እዩ ዘሕምመካ ንምሸቱ ብጣዕሚ it's unbelievable ከምዚኢታት ኣነ እንድየ ኣብዚ I don't know እዚ ቁሩብ ዓመታት እየ ጀሚረ ከምዚኢታት ከንብብ ብዛዕባ ዝተፈላለየ energy ዘሎ ኣብ ነብስና ካብ ምንታይ ከኣ ከምዝመጽእ ከመይ ጌርካ ከተመሓይሾ ትኽእል ከመይ ጌሩ መኣስ እዩ ዝባላሾ ባእማይ ቪድዮ ሓንቲ ሓጻር ዝሰሪሐ ኔረ እቲኣ ካልእ እየ እቲ ኣብዚ ዝነገርኩኹም ከመይ ጌርና ከም ንቕይሮ ገለ ኣብያትኒ ምውራድ ኣብያትኒ ካብ ቲክቶክ ኣብ ቲክቶክ እየ ኢለያ ኔረ ግን ንበይና ፍልይቲ ጽፍፍ ጌረ ንበይነይ ክሰርሓልኩም እየ ሓንቲ መታን እቲ ክስታይ ክርድኣኩም እቲ ናይ መንፈስና መንፈስና መዓስ እዩ ዝቀያየር ከምኡ ከኣ እቲ ሙድ ናትና ብርክ ኩሉ ግዜ ሕጉስ ከኣ ክትከውን ኣይትኽእል ኢኻ እስ እንድሕር ሓንሳ ሓንሳ ደቢንካ ከኣ ኖርማል ዩ ኣብ ኩላትና ዘሎ ዩ እስኻ ጥራይ እቲ ማይንድ እቲ ናትካ ማይንድ ኮንትሮል ክትገብር ቀዳማይ ነገር and also እቲ ዘጓንፈካ ከመይ ትስዕሮ ከመይ ትቕይሮ እቲ ሙድ ናትካ ኣብ ከምኡ ከኣ ዝተፋላለየ ኢንስትሮመንት የድልየካ እም እንድሕር ከም ዘሰልችካ ኣሎ ጽምዋ ይስምዓካ ኣሎ ሓደ ጥዑይ ሰብ ረኺብካ ካፊ ክትሰቲ እንድሕር ከምዚ ደኺምካ ኣለኻ ከኣ ከምዚ ብእግርካ ቁሩብ ክትዛወር ወይ ድማ ሓንሳብ ክትዕርፍ ወይ ስፖርት ክትገብር ወይ ሳውና ክትከይድ ፍረሽ ክትከውን ወይ ምሕንባስ ክትከይድ መኣስ ኢኻ እንታይ ክትገብር ዘለካ እዚኢታት ብጣዕሚ ኣገዳሲ እዩ እቲ ሙድ ሓንሳብ ኣብ ነብስኻ እንድሕር መጽዩስ ከመይ ጌርካ ክትቅይሮ ትኽእል እዚ ከኣ ኣብ ኢድካ እዩ እንድሕር ነቲ ሙድ ጥራይ ሰሚዕካዮ ብእኡ ጥራይ ተኣዚዝካ ግን በቃ እንዳኸፍኣካ ክኸይድ ይኽእል እዩ ቀልጢፍካ ሸተት ክትብል ትኽእል ኢኻ እዚ ከኣ እቲ ሓደ ገንያ እቲ ሙድ ናትና ብምንታይ ክንቀይሮ ንኽእል መኣስ እዩ ከኣ ዝቀያየር ኤኒወይ ብሩኽ ምሸት እዚኣ እስከ Uh, እስኪ ኣ እስኪ እንድዒ እዚኣ ዝጥቀስ ኢለ ከንብብ ኣለኒ እዚ ቀጠልያ ረቢሽና ሓወይ ናተይ እምበር ገለ መስሓቕ እያ ሰዲድካለይ ዘለኻ ቴንክ ዩ ኤኒወይ ሕንሳብ ፅንሒ ሓንሳብ ፅንሒ ዋ ለይቲ እንዲ ኮይኑ ም- ንደቂ ስባ ሕጂ ግዜ ድቃስ እዩ እ፣ ኖ እንታይ ድዩ እቲ ለ- ኡ፣ ለይቲ ከዓ ካልእ ኤነርጂ እዩ ዘሎ ባይ ዘ ወይ ናይ ለይቲ ኤነርጂ ኢትስ ዲፍረንት ሶ ንድቃስካ እዩ ዝበለጽ እቲ ለይቲ ዝበለጸ ክሳዓት ክልተ ሰለስተ ኣርባዕተ ምድቃስ ቐጻሊ ጽቡቅ ኣይኮነን ሶ ሎሚ ግን ናይ ግድን እዚኤን ቪድዮ ክገብረ ኩሉ ካኣ ን ዝያዳ ግዜ እዩ ዝወስደልካ ኣቱ እምበር ሓጽር ዕስራ ደቂቅ ዕስራ ደቂቅ ክገብረ ነይረ ሰለስተ ቪድዮ ኢለ ካልእ ዕጽፍን ኣርባዕተ ዕጽፊ ወዲኤ ኦኬ ግን ደሓን ወዲእናያ የሕዋተይ ደሓን ኣብ ካልእ ግዜ የራኽበና

ኣብኡ ለጢፈዮ ዘለኹ መዓት ሊንክ ኣገዳሲ ኣሎ እዚ ከማን ኣብ መወዳእታ ክብለኩም ልቓሕ እንድሕር ደሊኻ ክረዲት ወይ ድማ ዝኾነ ካልእ ከማን ፈሲሸሩንግ ናትካ ሃፍት ፍሊሽ ፈሲሸሩንግ እንታይ እዩ ረሹት ፈሲሸሩንግ እንታይ ኣለካ ድዩ የብልካን ድዩ ናቱ ከዓ ኩሉ ነናቱ ቪድዮ ሰሪሐሉ ኣለኹ ሱቕ ኢለ ሊንክ ኣይኮንኩን ለጢፈልኩም ኩሉ ከዓ ተጠቐሙሉ ማለት ኣይኮነት እንድሕር ከምኡ ኮንትራት ኣለካ ኣዋዳድሮ ምስቲ ናተይ ናተይ እንድሕር ይበልጽ ኮይኑ ናቱ ናተይ ትወስድ እንድሕር ናትካ ይበልጽ ኮይኑ ከማን ጽሓፈልና ነጻ ኮንኩም ከኣ ብዛዕብኡ ዝኮነ ተመክሮ ዝገበርኩም ንገሩኒ ኣህ ግን መዓት ሊንክ እዩ ኩላትኩም ግን እዚኣ ናይ ዓሰርተ ክልተ ሽሕ ተጻወቱ ብቶ እያ ፈትሽዋ ኢኩም ዓሰርተ ክልተ ሽሕ እቲ ዝሰዓረ ከኣ ክነግረኒ ኣለዎ ወርሒ ወርሒ እያ ዕስራን ሸውዓተን ሰባት ከባቢ እዮም ዝስዕሩ ኣብቲ ናተይ ፕሮፋይል ኢኩም ትረክብዋ ኩላትኩም ከኣ ሼር በልዎ ኩሉ ናብቲ ሰብ ቀልጢፉ ክበጽሕ ብርክት ናብቲ ሰብ ኣይበጽሕን እዩ ዘሎ ዝኮነ ነገር ብዙሕ ውሑድ ሰብ እዩ ዝሰምዖ ዘሎ ኩሉ እሺ Thank you የቀንየለይ ነዊሕ ተዛሪብና ሕጂ ይኣክለና ከይስልችወና ባይ ብሩክ ለይቲ የሕዋተይ ልዋም ለይቲ ኣጆኩም ኣጆና ኣብ ዘዘለናዮ ከዓኒ ባይ Thank you